መስትያት ቤትና
ካብ ከተማ ለንደን ዓባይ ብሪጣንያ ሰላምታና ይብጻሕኩም ክቡራት ተኸታተልቲ መስትያት ቤትና እዚ ትከታተልዎ ዘለኹም ብምትሕብባር ኤሪፒኤምን መስትያት ቤትናን ብሓባር ዝዳለወልኩም ዘሎ መደብ እዩ ትማሊ ዕለት 7 ግንቦት 225 ኣብ ከተማ ለንደን ዓባይ ብሪጣንያ ብብርጌድ ንሓመዱ ዝተዳለወ ሓደ ዓቢ ናይ ዲፕሎማሲ ስራሕ ክካየድ ውዒሉ ነይሩ። ንሕና ውን ብቐጥታ ብኣካል ኣብቲ ቦታ ተረኺብና ነቲ ክካየድ ዝወዓለ ስራሕ ተዓዚብናዮ ኣለና። ብርጌድ ንሓመዱ ዓባይ ብሪጣንያ ንስግረዶባዊ ጸቕጢ ኣመልኪቱ ሓደ ዓቢ መደብ ወይ ዲፕሎማሲ ምስ ወጻእተኛታት ወይ ምስ ዝምልከቶም ኣካላት ንምስራሕ ዝተፈላለዩ ፖለቲከኛታት፣ ተጣበቕቲ ሰብኣዊ መሰላት፣ ጋዜጠኛታት፣ ከምኡ ዝኣመሰሉ ሰባት ብምዕዳም ሓደ መደብ ሰሪዑ ነይሩ። ካብቶም ትማሊ ኣብቲ መደብ ተረኺቦም ወረቐት ዘቕረቡ ማርቲን ፕላውት ካብ ለንደን ዓባይ ብሪጣንያ ጋዜጠኛን ተንታኒ ፖለቲካ ቀርኒ ኣፍሪቃን እዩ። ዶክተር ሰላም ኪዳነ ካብ ለንደን ብተመሳሳሊ ዶክተር ሰላም ተጣባቒት ሰብኣዊ መሰላትን ጸሓፊትን እያ። ሚካኤላ ሮንግ ጋዜጠኛን ጸሓፊትን ወይ ደራሲት ፊን ፎገ፣ ኖርወጃዊ ፖለቲከኛ እዩ፣ ከምኡ'ውን ኦሳ ኒልሶን፣ ሽወደናዊት ፖለቲከኛ እዮም። እዚኦም ትማሊ ንስግረዶባዊ ጸቕጢ ኤርትራውያን ኣብ ዲያስፖራ ወይ ኣብ ስደት ኣመልኪቶም ወረቓቕቶም ዘቕረቡ እዮም ነይሮም። ኣብ ኣብቲ ትማሊ ዝወዓለ ናይ ዲፕሎማሲ ሰፊሕ ስራሕ፣ ወኪል ፖሊስ ዓባይ ብሪጣንያ፣ ትካላት ተጣበቕቲ ሰብኣዊ መሰላት፣ ማዕከናት ዜና ዓባይ ብሪጣንያ ከም ዘ ጋርድያን፣ ቢቢሲ፣ ከምኡ'ውን ዘይመንግስታውያን ትካላትን ካብ ባይቶ ዓባይ ብሪጣንያ ዝተወከሉ ካልኦት ኣካላትን ኣብቲ መደብ ተረኺቦም ነይሮም። እቲ እዚ ትማሊ ዝተኻየደ ንስግረዶባዊ ጸቕጢ ኤርትራውያን ኣብ ዓባይ ብሪጣንያ ኣመልኪቱ ዝተዳለወ መደብ ፈለማ ክጅመር እንከሎ ብኣወሃሃዲት መደብ ሜሪ ማግደላን ደበሳይ

ንስግረዶባዊ ጸቕጢ ኣብ ዓባይ ብሪጣንያ ኣበይ ቦታ ከም ዝፍጸም ብኸመይ ከም ዝፍጸም ድሕሪ ምብራህ፣ እቲ ንሱ ዝመርሖ ናይ ፕላን ኤ ምንቅስቓሳት ኣብ ዓባይ ብሪጣንያ እንታይ ክመስል ከም ዝመስል ከኣ ንተዓዘብቲ ወይ ድማ ኣብቲ ቦታ ንዝተረኽቡ ሰባት ወይ ድማ ክኢላታት ዕዱማት ዲፕሎማሰኛታት መብርሂ ሂቡ ማለት እዩ። ብድሕሪ'ዚ ክልተ ኤርትራውያን ግዳይ ስግረዶባዊ ጸቕጢ ኣብ ዓባይ ብሪጣንያ ዝኾኑ ቃለ ምስክርነቶም ሂቦም፣ ሓደ ብሓደ ኣብ ልዕሊኦም ኣብ ዓባይ ብሪጣንያ ብስርዓት ህግደፍ እንታይ ከምዘጋጠሞም ምስክርነቶም ኣቕሪቦም። ድሕሪዚ ናይ ምስክርነት ምስማዕ መደብ ካብቶም ወረቓቕቶም ሒዞም ዝመጹ ትማሊ ቀዳማይ ማርቲን ፕላውት ወረቐቱ ሒዙ ቀሪቡ። ማርቲን ፕላውት ንኤርትራ ዝተላለየሉ ኣጋጣሚ ክገልጽ እንከሎ ኣብቲ ሽዑ እዋን ማለት ኣብ ሰማንያታት ኤርምያስ ደበሳይ ወይ ፓፓዮ ንማርቲን ፕላውት ከም ዝረኸቦ፣ ኤርትራ ተካይዶ ዘላ ቃልሲ ብቐረባ መጺኡ ኣብቲ ቦታ ተረኺቡ ክዕዘብ ከም ዝዓደሞ፣ ማርቲን ፕላውት ከኣ ፈለማ ብዛዕባ ኤርትራ ይፈልጥ ከም ዘይነበረ፣ ብጣዕሚ ውን ከም ዝገረሞ፣ ኣብ ኲናት ሕድሕድ ክኸይድ ድሌት ከም ዘይብሉ ከም ዝገለጸሉ፣ ጸኒሑ ግን እቲ ዕድመ ከም ዘኽበሮ ናብቲ ዝምልከቶ ኣካል ከም ዝኸደ ናብቲ ዝምልከቶ ቦታ ከም ዝኸደ፣ ብድሕሪዚ ንጉዳይ ኤርትራ ብዕቱብ ከም ዝሓዞ ክሳብ ሕጂ ድማ ካብ ናይ ዛዕባ ኤርትራ ክወጽእ ከም ዘይከኣለ ድሕሪ ምሕባር፣ ኣብ ዓባይ ብሪጣንያ ቅድሚ ሕጂ መርትዖታት ብምእካብ ናብ ፖሊስ ብምኻድ ናይ ኤምባሲ ስራሕ ብቐረባ ብመርትዖ ብጭብጢ ሓደ ዝጭበጥ ስራሕ ንምስራሕ ምንቅስቓሳት ተኻይዱ ናብ ፖሊስ ክሲ ቀሪቡ፣ ናብ ዝምልከቶም ኣካል ናብ ባይቶ ዓባይ ብሪጣንያ ቀሪቡ ብዙሕ ምንቅስቓሳት እኳ እንተተገብረ መንግስትን ፖሊስን ዓባይ ብሪጣንያ ግን ነቲ ጉዳይ ብሸለልትነት ሒዞሞ ከምዝነበሩ ድሕሪ ምግላጽ ሕጂ ብርጌድ ንሓመዱ ዘካይዶ ዘሎ ምንቅስቓሳትን እዚ ሕጂ

ብኸመይ ክንከላኸሎ ከም ንኽእል፣ እቶም መንእሰያት እንታይ ዓይነት ሓገዛት ክረኽቡ ከም ዝግብኦም፣ መንግስቲ ብኸመይ ክጥምቶ ከም ዘለዎ፣ ካብ ድሕረ-ባይታ፣ ኣመጻጽእኡ፣ ኣጀማምርኡ፣ ኣመዓባብልኡ፣ ስግረ-ዶባዊ ጸቕጢ ኣብ ኤውሮጳ፣ ብፍላይ ኣብ ዓባይ ብሪጣንያ፣ ሰፊሕ መብርሂ ሂባ። They stop seeing each other as allies but

ሮንግ እያ ሚካኤላ ሮንግ ንመጀመርያ ግዜ ናብ ኤርትራ ብ ሽሕን ትሽዓተ ሚእትን ተስዓን ሽዱሽተን ከም ዝኸደት ሽዑ ኤርትራ ሓንቲ ተስፋ ዝነበራ ሃገር ከም ዝነበረት ንሳ ውን በቲ ዝነበረ ምዕባለታት ኣዝያ ከም ዝተመሰጠት ብናታ ድምጺ ድማ ወጻእተኛታት ናብ ኤርትራ ከይዶም ወፍሪ ንኽገብሩ ተተባብዕ ከም ዝነበረት ናይ ሎሚ ናይ ዜና ሚኒስተር የማነ ገብረመስቀል ሻርሊ ኣብቲ እዋን ኣዝዩ ተሓባባሪኣ ከም ዝነበረ ጽቡቕ ዝምድና ከም ዝነበሮም በዚ ምኽንያት እውን ን ውልቀ መላኺ ኢሲያስ ኣፈወርቂ ቃለ መሕትት ክተካይደሉ ፍቓድ ከም ዝተዋህባ ከም ዘካየደትሉ እውን ኣብ ኤርትራ ብተደጋጋሚ ትመላለስ ከም ዝነበረት ኣዝዩ ተስፋ ከም ዝነበራ ብጣዕሚ ናይ ኤርትራ ሓዳሽ ሃገር ሓዳሽ ተስፋ ሓድሽ ተስፋ ዝረኣየላ ሃገር ክትከውን እያ ኢላ ብርቱዕ እምነት ከም ዝነበራ ደሓር ግን እቲ ተስፋኣ ከም ዝበነነ ኣብዚ ሕጂ እዋን ፈጺሙ ተስፋ ናብ ዝቖርጽ ዓይነት ኣካይዳ ይኸይድ ከም ዘሎ እቲ ስርዓት ድሕሪ ምሕባር ምስ ናይ ርዋንዳ ዘሎ ኩነታት ስግረዶባዊ ጸቕጢ ኣመልኪታ ኣተኣሳሲራ ዘለዋ ምስ ናይ ካልኦት ሃገራት ተመክሮ ተንቲና ሚካኤል ኣሮን ቅድሚ ሕጂ ክልተ መጻሕፍቲ ዝጸሓፈት ደራሲት እያ። ሚካኤላ ሮንግ ብዝያዳ እቶም ካልኦት ሃገራት እቶም ካልኦት መንግስታት ውልቀ መለኽቲ መንግስታት ኣብ ልዕሊ ህዝቦም ካብ

ኖርወይ ንስግረዶባዊ ጸቕጢ ኣብ ኖርወይ ብኸመይ መልክዕ ድምጺ ከም ዝሃቦ፣ እንታይ ዓይነት ሜላ ከም ዝተጠቕሙ፣ ኣብ ባይቶ ወረቕት እቲ ጉዳዮም ከም ንኽረኣ፣ ፖለቲከኛታት ንኸልዕልዎ፣ ንኽዛተይሉ፣ ነቲ ጉዳይ ጠመተ ንኽህብሉ እንታይ ከም ዝተገብረ ናቱ ተመክሮ ኣካፊሉ። ሽዱሽተ ሚእቲ ደብዳቤታት ናብ ባይቶ ኖርወይ ከም ዝተጻሕፈ፣ ባይቶ ኖርወይ'ውን በቲ ዝቐረበሎም ናይ ምስክርነት ደብዳቤታት ተተባቢዖም ወይ ድማ ተደሪኾም ነቲ ጉዳይ ብዕቱብ ሒዞም ናብ ባይቶ ከም ዘውረድዎ፣ ኣብ መጨረሽታ እውን ከምቲ ዝሓለፈ እዋናት ኣብ መስትያት ቤትና እውን ኣብ ካልኦት ማዕከናት ዜና እውን ዝተኸታተልኩሞ ዓቢ ዓወት ተረኺቡ ነይሩ ኣብ ጉዳይ ስግረዶባዊ ጸቕጢ ኣብ ነርወይ ኣብ ኤርትራውያን ዝወርድ ማለት እዩ ከምኡ እውን ኣብ ካልኦት ሃገራት from Eritrea and together we started up the Eritrea committee. We work with the politicians in Stavanger. ነዚ ምስ በለ ናይ ካብ ሽወደን ዝመጸት ሽወደናዊት ፖለቲከኛ ኦሳ ኒልሶን ከኣ ኣብ ሽወደን ዝካየዱ ዘለዉ ንጥፈታት ስግረዶባዊ ጸቕጢ እቲ ንሳ ተካይዶ ዘላ ጻዕርታት ብሓፈሻ እቶም ተቓለስቲ መንእሰያት ኣብ ሽወደን ይኹን ኣብ ካልኦት ሃገራት ዘለዉ እንታይ ክገብሩ ከም ዘለዎም ነቲ ናይ ስግረዶባዊ ጸቕጢ ንምጉዳል ወይ ድማ ኣብ ልዕሊኡ ዓወት ንምጉንጻፍ እንታይ እንታይ ሜላታት ክንጥቀም ከም ዘለና ካብቲ ናታ ተመክሮ

ካብቶም ተዓዘብቲ ማለት ካብ ተጣባቐቲ ሰብኣዊ መሰላት፣ ካብ ፖሊስ ዓባይ ብሪጣንያ፣ ወኪል ፖሊስ ዓባይ ብሪጣንያ፣ ካብ ካልኦት ዘይመንግስታውያን ትካላት ሕቶታት ቀሪብሎም ነቲ ሕቶታት ድማ መብርሂ ሂቦምሉ ወይ መልሲ ቀሪቦምሉ።

ክትከታተልዎ ዝጸናሕኩም ድሕሪ ምዝዛሙ ኣብ መወዳእታ ኣብ ቀጻሊ ክግበሩ ዘለዎም ዛዕባታት እቶም ተሳተፍቲ ነንሕድሕዶም ኢሂን ሚሂን ተበሃሂሎም ኣለዉ። እቲ ትማሊ ኣብ ዓባይ ብሪጣንያ ክኸይድ ዝወዓለ ኣብ ከተማ ለንደን ዝተኻየደ ዓቢ ናይ ዲፕሎማስያዊ ስራሕ ድማ ኣብ መላእ ዓለም ዝርከቡ ኣባላት ብርጌድ ንሓመዱ ይኹን ካልኦት ደለይቲ ፍትሒ ኣብቲ ናቶም ዕለታዊ ናይ ቃልሲ ኣጀንድኦም ከእትውዎ ከም ዝግባእ በዚ ኣጋጣሚ ከነዘኻኽር ንፈቱ። ቅድሚ ገለ መዓልታት እውን ኣብ ጀርመን ኣብ ከተማ ከለን ምስ ጀርመናውያን ፖለቲከኛታት ዝተገብረ ብርጌድ ንሓመዱ ዘዳለዎ ሓደ ናይ ዲፕሎማስን ናይ ከምዚ ዝኣመሰለ ናይ ፒኣር ስራሕ ከም ዝተኻየደ ተኻታቲልኩም ኣለኹም እቲ መደብ ኣብ ሃሃገሩ ብኸምዚ መልክዕ ክቐጽል እንዳ ተተስፈና እቲ ትማሊ ኣብ ለንደን ዝተኻየደ ዓቢ ናይ ድፕሎማሲ ስራሕ ግን ንሎሚ ብሕጽር ዝበለ ብኸምዚ መልክዕ ኣቕሪብናልኩም ኣለና ኣብ ቀጻሊ ግን እቲ መደብ ኩሉ ብቋንቋ ኢንግሊዝ እዩ ተኻይዱ። እቲ ቋንቋ ኢንግሊዝ እውን ዓለም ለኻዊ ቋንቋ ስለ ዝኾነ ከም ዘለዎ እቲ መደብ ክነቕርበልኩም ክንፍትን ኢና። ካብዚ ወፃኢ እውን ምስቶም ነዚ መደብ ዘወሃሃዱ፣ ዘቕረቡ፣ ዘቀናበሩ ብዙሕ ጻዕሪ ዝገበሩ ምስ ኣታቶም እውን ናቶም ተመክሮ እንታይ ከም ዝመስል፣ ስለምንታይን ብኸመይ መልክዕን ነዚ ዓቢ መደብ ከዳልዉ ከም ዝተደረኹን ከም ዝተዓወትሉን እውን ዕላል ወይ ድማ ቃለ መሕትት ክንገብር ክንፍትን ኢና። ኣብ ቀጻሊ ክሳብ ንራኸብ ብሽም ኤሪፒኤምን ብሽም መስትያት ቤትናን ካብ ከተማ ለንደን ዓባይ ብሪጣንያ ምስጋናይ የቕርበልኩም። ኣብ ቀጻሊ ክሳብ ንራኸብ ደሓን ጽንሑ።